ሰላም ኣኽያ ሰላም ኣሕዋት እግዚኣብሔር ምሳኹም ይኹን እምበር ልማዓንቲ ሒዘልኩም መፅየ ዘለኹ ክልተ ኣፕሊኬሽን እየን ንሰን ከዓ ኣማዞን ኤበይ ካብዘን ክልተ ኣፕሊኬሽን ከመይ ጌርካ ኦንላይን ሾፒን ትገብር ኣብ ገዛኻ ኮንካ ማለት እዩ ቅድም ናብ ኤበይ ከርእዮኩም እየ ናይ ኤበይ ገጽ እዚ ይመስል ማለት እዩ ዝኾነ ዓይነት ካብዛ ኣፕሊኬሽን እዚኣ ክትገዝእ ትኽእል ኢኻ ንኣብነት ከም ክዳን ጫማ ላፕቶፕ ቲቪ ካሜራ ዝደለኻዮ በቃ መጋረጃ እዚ ወዘተታት ማለት እዩ። ብጣዕሚ ብዙሕ ብዙሕ ንብረት ክትገዝእ ትኽእል ኢኻ ማለት እዩ እ፣ እዚ ሕጂ ናይ ካሜራ መትሓዚ እዩ ማለት እዩ እ፣ ፕሮፌሽናል ዝኾነ እ፣ ናይ ካሜራ መትሓዚ መስቀሊ ማለት እዩ እዚኤን ሕጂ ካሜራ እተን ኦሪጂናል ኦሪጂናል ዝኾና ካሜራ እዚኤን ዋግዐን ከዓ ብጣዕሚ ክሳብ ሰን 8200 በፅሐን እዚ ከዓ ማስኬራ ማስኬራ ጨህሚ ጨጉሪ መላጣ ክትገብሮ እንዳሃደልያ ዝተፈላለዩ ዓይነት በቃ ኣርቲፊ ፌክ ሽጉጥ ናይ ፎቶ ስቱድዮ ባክግራውንድ ፀሊም ፃዕዳ ላይት ከምኡ ዝተፈላለየ ማለት እዩ ኣብዚ ሕጂ ጫማ ኦኬ ኣብዚ ንሄለካ ሕጂ ጫማ ብጣዕሚ ብጣዕሚ ሕሱር በቃ ሕሱር ካብ ኩሉ ኦንላይን ሾፒን ኣነ ድፈተኽውን ማለት እንድሕር እቲ ጫማ ደይፈቲኸዮ ክትመልሶ ትኽእል ኢኻ ወርሒ ጋራንቲ ሂበኻዮም ማለት እዩ እንድሕር ደይዕቀንካ ኮይኑ ገለ ግን ሳይዝ ጽቡቅ ጌርካ ክትመርጽ ኣለካ ኣርባዓን ሓደ እንዲኻ ትመልስ ኣርባዓን ክልተን ዝኾነ ዓይነት ሳይዝ ክትመርጽ ክትገል ኣለካ እዚ ሕጂ ዓሰርተ ሸውዓተ ገለመለ ኣንተበይ ተናይ ኣንተበይ ጫማ ሃዲማ እምበር እዚ ሕጂ ይረኣዮ ካብ ሚእትን ዓሰርተ ትሽዓተን ዓሰርተ ትሽዓተ ቅርሺ ወሪዱ ማለት ዲስካውንት ከይኑ ማለት እዩ ጫማ እዚኣ ጅራ ካብ ሚእትን ዓሰርተ ትሽዓ ካብ ሚእትን ዕስራን በቃ ሱሳ ቅርሺ እቲ ኦሪጂናል ጫማ ማለት እዩ ኣብዚ ሕጂ ተኣቱ ኣዲዳስ ኦሪጂናል ናይ ኣሰቦት ጫማ ናይ ፍሪ ግዜ ካላካ ትመልሶ ጫማ ማለት እዩ ሕጂ ኣብዚ እንታይ ትመርፅ ናይ ሳይዝ ቁፅሪ ማለት እዩ ኣርባዓ ዲኻ ትመልስ ኣርባዓን ኣርባዕተን ኣርባዕን ሰለስተን ኣርባዕን ኣርባዕተን ዝተፈላለዩ ኣርባዕን ሽዱሽተን ሽዑ ኣብዚ ዲፎልት ካፎን ዝብል ዘሎ ኣብኡ ትገዝእ ማለት እዩ ሓድሽ ምስ ካርቶን ንወይ ሚት ካርቶን ይበሎ 265 ገዚኦም ማለት እዩ እታ ዝፀበቐት በቃ እዘን ክልተ ኣፕሊኬሽን ውሕስነት ዘለወን ማለት እዩ ከም ትፈልጦን ፅቡቅ ብጣዕሚ ፅቡቅ ነቶም ዘይትፈልጦ ማለት እዩ ኣብ ቀረባ ንብረት ዝኾነ ነገር ክትገዝእ ደሊኻ እሞ እቲ ስእኖ እቲ ትደልዮ ማለት እዩ ነገር ግን በዘን ክልተ ኣብ ኣፕሊኬሽን ጌርካ ሰርች ኢልካ ክትረኽቦ ትኽእል ኢኻ ማለት እዩ ኣብዚ ሕጂ ከመይ ጌርካ ትገዝእ ከመይ ጌርካ ናትካ ኣካውንቲ ትከፍት ማለት ንሱ ከርእየኩም እየ እንድሕር ፅቡቕ ፈቲኹማ እዚ ኣፕሊኬሽን ማለት እዩ ኣካውንት ናትካ ከመይ ጌርካ ከፊትካ ትገዝእ ንብረት ንኣብነት እጂ ላፕቶፕ እንድሕር ፈቲኹማ ማለት እዩ እዚ ኣፕሊኬሽን ፀሓፍለ ኢኹም ኣነ ቀስ ብቐስ ኩሉ ከርእየኩም እየ ማለት እዩ እዚ ላፕቶፕ ቤትን ዝብል ዘሎ ማለት እዩ ጨረታ ላፕቶፕ ማለት እዩ ዋላ ኩሉ ብጨረታ ክትገዝእ ትኽእል ኢኻ ዝኾነ ዓይነት ንብረት ማለት እዩ ላፕቶፕ ሕጂ ሓደሽቲ ኣለዋ ብጣዕሚ ፅቡቃት ዝኾነ ሓደሽቲ ኣለዋ ማለት እዩ ነገር ግን ሰከንድ ሃን ሰብ ዝተጠቀመለ ክትገዝእ እውን ትኽእል ኢኻ ብጨረታ ማለት እዩ ጨረታ ራይንዜን ሕጂ ሓደ ቅርሺ ሓደ ቅርሺ ዝብል ዘሎ ናይ መበገሲ እዩ ዋና ኢኮሚ ገይርዎ ማለት እዩ ብሕሱር እውን ብሕሱር ክትገዝእ ትረክብ ትኽእል ኢኻ ንኣብነት ንመለማመዲ ላፕቶፕ ማለት እዩ እዚኣን ሕጂ ንኣብነት ኣብቲ ኣዳመይተን ምጣ ንመርአይ ጥራይ ዝኾነ ዓይነት ከምዚ ጌርካ ክትገዝእ ትኽእል ኢኻ ማለት እዩ እዚኣ ሕጂ ስሪ ደይ ሰለስተ መዓልቲ ተሪፉ ኣሎ ንጨረታ ማለት እዩ ብቅርሺ እንድሕር ኮይና ሕጂ እቲ ቅርሺ ኢሉ ዘሎ ንሱ ወስዳ ማለት እዩ ሸውዓተ ቅርሺ ከዓ መስደዲ ማለት እዩ እታ ላፕቶፕ እዚኣ ትመስል ማለት እዩ ኣብዚ ሕጂ ኣብዚ ተሃር ማለት እዩ እዚ ቢትን ዝብል ዘሎ ጨረታ ግበር ብለካ ኣሎ ሕጂ ኣነ ሰለስተ ቅርሺ ኢላ ኣለኹ ሰለስተ ቅርሺ ሰለስተ ቅርሺ ኣይኣኸለን ኣሎ ድገም ትብለኒ ያ ካባይ ንላዕሊ ዝበለ ኣሎ ማለት እዩ ስለዚ ገዲፈያ ኣለኹ ኣነ ነገር ግን ብጨረታ ክትገዝእ ትኽእል ኢኻ ማለት እዩ እዚ ኣካውንት እዩ ሕጂ ዝገዛእካዮ ኣብዚ ከርእየካ ኣብዚ ካወፈ ዝብል ዘሎ ከርእየካ ይኽእል እዩ ማለት እዩ ኣብዚ ከዓ ንስኻ ትደልዩ ዓይነት ትፈትዎ ነገር ኣብዚ ሴፍ ትብሎ ማለት እዩ ሕጂ እዚ ኣነ ባዕለይ ሴፍ ዝበልኮ እዩ ማለት እዩ ዝህሉ ዝወድእ ከዓ እዚ ማለት እዩ ኣነ ሴፍ ዝበልኮ ድሕሪኡ ዝወድእ ማለት እዩ ኦኬ ናይ ገጽ ኤበይ እዚ ይመስል ማለት እዩ እንድሕር ኣካውንቲ ክንከፍት ንደሊ ኢና ትብሉኒ እንድሕር ኮይንኩም ከዓ ኣብ ታሕቲ ፃሓፍለይ እሞ ኣብታ ትቕፅል ኣፕሊኬሽን ከርእየኩም ማለት እዩ ከመይ ከመይ ጌርካ ኢሜይልካ ኣካውንትካ ኩሉ ናትካሲ ከመይ ጌርካ ትምዝግቦ ማለት እዩ ከርእየኩም እዩ እንድሕር ትደልዩ ኮይንኩም ፅቡቅ ፅብቅቲ ኣፕሊኬሽን ረኪብናያ ኣለና ትብሉ እንድሕር ኮይንኩም ኣብ ታሕቲ ፀሓፉለይ ኣነ ከዓ ኣብ ዝቕፅል ፅቡቅ ገይረ ምስ ሙሉእ ክሰደልኩም እየ ማለት እዩ ነገር ግን እዚ ሰብ ከመይ ይቕበሎ ዳዓይነቱ ስታይ ሰሪሐ ኣለኹ እንድሕር ትፈትዋ ኮንኩም ፀሓፍለይ ኣብ ታሕቲ ታንኪዩ የቐኒየለይ ኣሕዋተይ ናይቲ ሓንቲ ኣፕሊኬሽን ከዓ ከርእየኩም እዩ ግዜ ከይነውሓና እምበር ከርእየኩም እዩ ኣብቲ ሓንቲ ማለት እዩ ብጣዕሚ እየ ደመስግነኩም እንድሕር ፈቲኹማ ላይክ ወዲ ሸር በልለይ ሕራይዶ ታንኪዩ ታንኪዩ የሕዋት ብጣዕሚ እየ ደመስግነኩም ክሳብ ብኻሊእ ትሕዝቶ ንራኸብ ሰብስክራይብ ምግባር ኣይተማቐኹም ንካሊእ ቪድዮ ክመፀኩም ማለት እዩ በጣዕሚ ቴንኪዩ